ሰላም ሰላም ፍትዋትን ክቡራትን ተኸታተልቲ ባቢሎን ሾው እንኳዕ ብዳሕና መጻኹም ነዚ ቻናል ሓድሽ ተኾንኩም ሳብስክራይብ ብምግባር ጀምርዎ ሎሚ እውን ከምቲ ልሙድ ሓድሽን ትኩስታታትን ሓበሬታን ናባኹም ክነብል ኢና ምሳና ጽኑ ክንመጽ
ሳባ ሃገር እያ ትእክብ ትድውል ባዕላ ትሓትት ሱዳናውያን መጺኦም ከለዉ ኮቦርታ ትእክብ ናብ ቤት ትምህርታት ሒዛ ትኸይድ ደለዋ ትማቐል እንታይ ትብለኒ መስለኩም እዞም ተጋሩ ስፋነው ኣለዉ ናባና ክንመፅእ እወ ሃንደበት እየ ዝነግራ ዘለኹ ይጌሽ እየ ከዓ ዘለኹ እሞ በጃኻ በኣ እውን እንታይ ደኣ ክገብረሎም ኢላስ ማኪና ሙሉእ ብሽኮቲ ሒዛ መፅያ ብሽኮቲ ትዝክሮ ዶ እታ ከም ጠቐመት ዝክሮ እዮም መቸም እሳ ኣብ ቅድሚያ ፀንሐያ ሒዛ መፅያ እቲ ንገብሮ ኣይኮነን እቲ ቻሪቲ እቲ ንሓስቦ እዩ እቲ ቻሪቲ ሳባ ካብዚ ዘለዋ ዕፅፍታት ነይርዋ እንተዝኸውን ንክንደይ ፅጉማት መኸደነት ኢሉ እዩ ክሓስብ ዘለዎ ሰብ ንመን ሓጊዛ ኣይኮነን ክሓስብ ዘለዎ ንብድሕሪ ሕጂ ክትሕግዝ እንተኮይና ከዓ ክንነግራን ክንነግረላን ኣለና ኣብ ኣፍኩ ኮይኑ እምበር ኣብ ቅድሜኹ ኮይኑ እምበር እዚ ኣጉል ብሂል ንድሕሪት ዝጎትት ንግደፎ ክንምስክር ኣለና ነዚ ኣብ ሕብረተሰብና ሓደ ሓደ ግዜ ምስላታት ኣለና ንድሕሪት ድጎተና ኣበሃህላታት ኣሎ። ኣብ ኣፍካ ኮይኑ እምበር ከምዚ እኳ ኢኻ፣ ኣብ ቅድሜኻ ኮይኑ እምበር ከምዚ እኳ ኢኻ፣ እዚኣ ንድሕሪት ንኽንጉተት ጸላኢ ዝገበራ እያ፣ ኣብ ሕብረተሰብና ኣብ ኣንጉዕና ዘእተዋ እያ። ንምንታይ ምስለኩም ከይንማሳገን ጽባቄና ከይንናጋገር ከይንዋዳደስ ነቲ ንፉዕ መሊሱ ክነፍዕ ከይነተባብዕ ኮነ ኢሉ ጸላኢ ዝገበረ ኣብ ቅድሚኡ ኣይትዛረቦን ኖ ኣብ ቅድሜኻ ኮይኑ እምበር ንፉዕ እኳ ኢኻ ኖ ኣብ ኣፍካ ኮይኑ እምበር እንታይ ማለት እዩ ኣብ ቅድመይ ኣነ ንፉዕ ምዃነይ ኣብ ቅድመይ ተዘይነጊርካኒ ብድሕረይ ሕሜታ እዩ ራይ ኣነ ንፉዕ ክኸውን ትደልየኒ እንተኾንካ እታ ድገብራ ዘለኹ ጽብቕቲ ንገረኒ ነንሕድሕድና ኳሊትና እንዳተነጋገርና እንዳተመሳገና እንዳተበጻጻሕና ስድራ ቤትና ቁም እዮም ነይሮም ሕሉፍ ሓሊፎም ኣውሎ ዝብል ማሰ ዝብል ገብሩ መፅእ ውድሶም እንዳሓዘን መፅእ ከፀናንዖም ኣውሎ ብል እንዳላገቡና ኸዱ እንዳላገቡኻ ነቲ ወለዶ እንዳላገቡ እንዳተመሳገነ እንዳተወዳደሰ ንግደት ገብር ዒድ ገብር ኣውደ ኣመት ገብር ሃልይዎ ኣይኮነን ክራኸብ ምእንቲ እዩ ንሕና ከይንራኸብ ጸላኢ ሰሪሑልና እንታይ ሰሪሑ መስለኩም ኖ ኣብ ኣፍካ ኮይና እምበር ንፉዕ እኳ ኢኻ ኣብ ኣፉ ኮይኑ እምበር ኖ ኣብ ቅድሚ ትዛረቦ ዘይጽቡቕ ከይሻድን ከይጽለል ንምንታይ እዩ ከምኡ ዓይነት ሓሳባት ዝመጽእ ሽዑ ዒሕ ዓሕ መጽእ ታሪኽ ጎደሎ ምስ ኮነ ሃጓፍ ምስ ተፈጥረ ወለዶና መላገቢ ዘይብሉ ካብ ዕቱብቱ ከም ዝፍለ ሰርሑልና ኣለዉ ጅግናና ከም ዘይንጠቅስ ሕራይ ወዲ ጣባ ኣምቸ እዩ ኣምቸ እዩ እንታይ እዩ ዝብል ኣብቲ ሕቡእ ናይ ዙም ዲስከሽን ኣይ ቲንክ ንኤርትራውያን እዩ ኣኪቡ ዓው ግን ተጋሩ እውን ከም ዘለዉ ረሲዕዎ ይመስለኒ ዝኾነ ይኹን ዙም ክግበር ከሎ እቲ ፁም ዶሲ ይብል ወዲ ጣባ እቲ ፁም ዶሲ ህዝቢ ኤርትራ ምስ ህዝቢ ትግራይ ሓው ስለ ዝኾነ ዘይኮነሲ ወይ ከዓ ሰላም ዝደሊ ስለ ዘይኮነስ ኮይኑ ዘይኮነሲ ደንበ ተቃውሞ ንምፍራስን እቲ ሕዚ ገጢሙና ዘሎ ነገራት ንምስጋርን ኢና ንገብሮ ዘለና ንሕና ከዓ ተረቢሕናሉ እዩ ዝብል ተሓቢኡ ምዝራው እዩ ብናይ ወዲ ጣባ ኣባሃላ ወዲ ጣባ ኣብ ቅድሚ ዝስራዕ ብካሊእ ኣባሃላ ልክዕ ከም ተፃዋታይ ኩዕሾ እግሪ ካብን ናብን ክለብ ዝሽየጥ ወይ ከዓ ኤርትራዊ ኤርሚያስ ለገሰ ማለት እዩ ናይ ኤርትራ ኤርሚያስ ለገሰ መን እዩ ተልኩም ወዲ ጣባ እዩ መትከል ዘይብሉ ተቃዋሚ ሃገራውያን ነይሩ ሕዚ ከዓ ሃገራዊ እየ ይብለ ኣሎ ዘረው እውን ብጣዕሚ ዘይረብሕ እንታይ ዓይነት በሰላ የሕድር ዝብል ኣናላይዝ ዘይገብር ኣብ ዝማዕበሉ ሃገራት ዝነብር ዘይማዕበለ ድሑር ሰብ እዩ ፕሪሚቲቭ ዝኾነ ፐርሶናሊቲ ዘለዎ ፍጥረት እዩ ኣባል ጽምዶ ተኾይኑ ኣወል ሰዒድ ይኹን ምስ ኣወል ብወገን ኤርትራውያን ኮይኖም ኣብ ጽምዶ ኢንጌጅ ዝኾነ ኣካላት ወይ ከዓ ኣልዎ ኣለዎም ወይ ከዓ ቀልጢፉ ብዕሊ ይቕረታ ክወፅእ ኣሎ። ናይ ወዲ ወረደን ናይ ኣብዪ ኣሕመድን ዘተ እንታይ ይመስል ነይሩ? ኣብዚ ቀረባ ወዲ ወረደ ከይዱ ከም ዝቐነየ ናብ ኢትዮጵያ ናብ ኣዲስ ኣበባ ማለት ኢትዮጵያ ክብል ከለኹ ትግራይ ኢትዮጵያ ዘይኮነትን እያ ዘላ ገለ ዝብሉ መፁ ክእል እዮም ንዓይ ኣይኮነትን እንድያ በቲ በለ በቲ ግን ኣዲስ ኣበባ ከይዱ ቀንዩ ምስ ኣብዪ ኣሕመድ ተዛቲ እዩ እቲ ዘተ እንታይ እዩ ነይሩ ብዙሕ ቁም ነገራት ከም ዝነበርዎ ከይዱ ዝረኸቦም ከይዱ ዘተ ከፍ ኢሎም ዘተ ዝተቐመጡ ምስኡ ዝተዛተዩ ምስኡ ብዙሓት እዮም ዝምልከቶም ኣካላት በብዝተፈላለየ ሕቶ ማለት እዩ በብዝተፈላለየ ኣጀንዳ ነገር ግን ምስ ኣብዪ ኣሕመድ ተዛትዩ ተላዒሎም ዝተዘራረብሎም ነጥብታት እንታይ እዮም ነይሮም ዝብል ክንሓትት ከለና ዝረኸብናዮም ግን ክልተ ዓበይቲ ነገራት ኣለዎም እቲ ሓደ ድርድር ምስ ሸፋቱ ዝብል እዩ እዚ ኣብ ዝሓለፈ እውን ንእሽትለን ተናኺፍናሉ ነርና ኢና ነገር ግን ሎሚ ዲቴይል ክነቕርቦ ኢና ንምንታይ ከም ትግራይ ከም ተጋሩ ንዓና ዘድልየና እንታይ እዩ ዝብል ከም ህዝቢ ንፈልጦ ኢና እቲ መሪሕነት እውን ጠፍእዎ ኣይኮነን ኣብዪ ኣሕመድ እውን ኣይጠፍኦን ንትግራይ እንታይ የድሊ ዝብል ታሪካውያን እዮም ተተሓሳስባ ህዝበ ኣይኮነን ዝብ ዘለኹ እተብ ልዕሊ ህዝቢ ትግራይ ሞትን ጭፍጨፋን ዝሓልም ብለይትን ብቐትርን ከምኡ ዝሓልም ፀላኢ ግን ፀላኢ እዩ። ተተሓሳስባ ንሱ ፀላኢ እዩ። ብደንቢ ንፀላኢ ብንሪኦሉ ዓይኒ ኢና ክንሪኦ ዘለና ዝብል እምነት ኣለኒ። እንታይ ክብል ደልየ እቲ ሓደ ነጥቢ ድርድር ምስ ሸፋቱ ክግበር ኣለዎ ዝብሎ ዘሎ ኣብዪ ኣሕመድ መን እዮም እቶም ሸፋቱ? ሕዚ ብዙሓት ሰባት ብቀዳማይ ምስ ኣልዓልናዮ ንምንታይ ኢኹም ድርድር ክግበር የብሉን ትብሉ ምስ ሸፋቱ ድርድር የብሉ እናበልኩም ነንባዕልና እናተፈላለና ንኸደ ኣለና ንስኹም ኢኹም ከምኡ ትገብሩ ዘለኹም ይብሉ ከምዚ ሃይለ ኩሉ ነገር ፈሪድዎ ዝኸይድ ኩሉ ነገር ክኾነ ኣለዎ ኢሉ ሃይለ እንዳወሰነ እንዳሃተመ ይገብሮ ከም ዘሎ ምሲሎም ዘቕርቡ ኣለዉ ምርዳእ ስለ ዘድሊ ግን እንታይ ኢና ንብል ዘለና ዝብል ክንሪኦ ድርድር ምስ ሸፋቱ ክብል ከሎ ኣብዪ ኣሕመድ ናይ መጀመርያ ክንሓቶ ዘለና ሕቶ መን እዮም እቶም ሸፋቱ? ትኽክል እዩ ተጋሩ እዮም። ገሊኦም ኣዲስ ኣበባ ኮይኖም ገሊኦም ዓፋር ኮይኖም ትግራይ ንምብስባስ ክትጠቕሙ ንትኽእሉ ኢኹም ዝበሎም ኣቑሑት እዮም እዚኦም። ስለዚ ወደንጥሩ ኮነ ፃድቃን ኮነ ጌታቸው ኮነ ማንም ይኹን ነዚ ዝመርሑ ዘለው መፂኦም ምስ ተጋሩ ምስ ትግራዋይ ምስ ናይ ትግራዋይ ሕቶ ሒዙ ዘሎ ተቃላሳይ ክደራደሩ ኣይፈቅድን ኣነ ንምንታይ መሲልኩም ኣብይ ኣሕመድ ብክልተ ብሰለስተ መንገዲ ምስ ትግራይ ምድርዳር ማለት እዩ። ኣብ ዓፋር ዝኒሀ ሓይሊ ማለት ናይ ፃድቃን ሓይሊ እዩ፣ ናይ ስምረት ሓይሊ እዩ። ስምረት ባዕሉ እውን ናይ ፃድቃን ሓይሊ ስለ ዝኾነ መሳርሒ ፃድቃን እዮም ኩሎም። ስለዚ እቶም ትግራይ ከዲዖም ዝኸዱ ምስ ትግራይ ከፍ ኢሎም ክደራደሩ ኣይኽእሉን። እንታይ ዳኣ ክግበር ዝኽእል ምሕረት ይገበረሎም ኢልና ንሕና ተጋሩ ተጋሩ እዮም ምሕረት ይገበረሎም እቶም ብሕጊ ዝሕተቱ እውን ብሕጊ ይተሓተቱ። ስለዚ ተሓታትነት ናይ ሕጊ ኣብ መሬት ትግራይ ብተጋሩ ብሕጊ ትግራይ ክኸውን ምሕረት ዝግበረሎም እውን ምሕረት ክግበረሎም እምበር መንግስቲ ወኪሉ ህዝቢ ወኪሉ ይመርሕ ኣለኹ ዝብል ዘሎ ሓይሊ ምስ ሸፋቱ ከፍ ኢሉ ክደራደር ኣብይ ኣሕመድ ቦዚ ወገን እውን ይደራደረና ኣሎ ማለት ስለዝኾነ እዩ እዝናሃና እዮም ምሕረት ንገበረሎም ክንብል ንኽእል ኢና ብሕጊ ትግራይ ይቀፅዑ ክንብል ንኽእል ኢና ንዓና እዩ ዝምልከት ነቶም ፀላእቲ ኣይኮነን ዝምልከት እዚኣ ኮይና እንዳሃለወት ግን ተደራደሩ ማለት ብረት ዕጢቑ እንዲዮም ፅዎም እኒሄ ትማሊ ን ኣብ ጸለምቲ ከባቢ ዘለዉ ክንደይ ምዃኖም፣ ከመይ ምዃኑ ኣካይድኦም፣ መዋቕሮም እንታይ ከም ዝመስል ነጊረኩም እየ። ሕዚ ብዓፋር ዘለዉ እውን ክንደይ ምዃኖም፣ መዋቕሮም እንታይ ይመስል ንፈልጦም ኢና። እዚኦም ብምልኦም ዓጢቖሞ ዘለዉ ዕጥቂ እውን ዘዕጠቖም ኣብይ ኣሕመድ እዩ። ዝቕለውዎ ዘለዎ ስቃጥላ እውን ዘቕልዎም ኣብይ ኣሕመድ እዩ። እንታይ ክትገብር ኢኻ ምስኦም ክትደራደር? ውዕል ፕሪቶርያ እንድያ ተራኽበና ምስ ኢትዮጵያ፣ ብውዕል ፕሪቶርያ መሰረት ምስ ኢትዮጵያ ንደራደር። ሸፋቶ ይተፍሪ ክንብሎ ኢና፣ ሸፋቶ ይተፍሪ ይኹሉና ክብለና ክእል እዩ እንድሕረ ፍሪና ኮይና። መሬትና ክምልስ ኣለዎ፣ ላዕላውነትና ክኽበር ክኽእል ኣለዎ። ውዕል ፕሪቶርያ መሰረት ጌርካ ምድርዳር ኢቲ ናይ መጀመርያ ንሱ ዘይተግበርካስ ንዓበል ምስ ሸፋቱ ተደራደር ስለ ዝበለካ ኣብይ ኣሕመድ ምስ ሸፋቱ ንምድርዳር ኢልካ ምኻድ ንመላእ ህዝቢ ትግራይ ምኽሓድ ስለ ዝኾነ ኣግባብ ኣይኮነን እዚኣ ክገብር እየ ኢሉ ዝዳሎ ዘሎ ወዲ ወረደ እዚኣ ኣሚኑላ ዝመፀ ወዲ ወረደ እንተገይርዋ ንትግራይ ከምታ ትማል ዝበልክዋ ብጎዲም ካራ ይሓርዳ ከም ዘሎ ዘረጋግጸሉ ይኸውን። ስለዚ እታ ሓንቲ ነጥቢ እዚኣ እያ ነይራ። ምስ ሸፋቱ ምድርዳር ኣይከኣልን ክንብል ኣለና ከም ተጋሩ። ምሕረት ይገበረሎም ይእተዉ ኣብ ዓድና ኮይንና ኣብ ገዛ ሕቶ ስለ ዘይብልና እኮ ኣይኮነን ንሕና ኩልና ሕቶ ኣለና። ዘዘለና ሕቶ መድረኽ ከፊትና ናይ ተጋሩ ኣብ ናይ ተጋሩ መድረኽ ኩልና ተጋሩ ክንዛተ ክንክእል ኣለና ዝብል ከኺደና እዩ። ስለዚ ሓንቲ እዚኣ እያ ነይራ ኩሉ ትግራዋይ ክቃወም ኣለዎ ክኣትዮ የብሎምን ንትግራይ ኣብ መሬት ትግራይ ኣትዮም ሕቶኦም ከቕርቡ የብሎምን ምሕረት ክግበረሎም የብሉን ናብ ሓድነት ብሄራዊ ረብሓና ፈሊና ብሄራዊ ዕላማታትና ፈሊና ናብ ሓድነት ክንመፅእ የብልናን ዝብል የብለይን ከምኡ